እጸንሕ'ሞ ድሕሪ ሰለስተ ወርሒ ናነታተይ ጠጠው ይብለኒ እሞ ኣነ እውን እንታይ ኮይነ እየ ኢለ ናብ ሕክምና ይኸይድ እሞ ናይ ሰለስተ ወርሒ ጥንሲ ኣለኪ ይብሉኒ። ሰላም ከመይ ሓዲርኩም ከመይ ውዕልኩም ከመይ ኣምሽኹም በብሰዓት ኣቋጻጽራኹም ኣብ መላእ ዓለም እትርከቡ ክቡራት ተኻታተልቲ ናይዛ ቻናል ኣነ እዝጋብሄር መስገን ሰላም እየ ከምቲ ሰላም ዘለኹዎ ሰላም ክትኮኑ እናተመነኹ እምበኣርከስ ናብዛ ቪድዮ ክትኣቲና ሃለኹም ብላይክ ብሸር ብሳብስክራይብ ጀምርዎ ክብለኩም ይፈቲ እና ክቡራት ኣሕዋተይ ሎማዓንቲ ኣዝያ መሃሪትን ጠቃሚትን ካብ ዝበልክዋ ሒዘልኩም መፅየ ዘለኩ እሞ እስካብ ቪድዮ ፍፃመ ሓቢርኩም ክትካታተሉኒ ብትሕትና ይሓትት እምበኣርከስ ናይ ሎማዓንቲ ኣብ ገፅ ፌስቡክ ካብ ዝረከብክዋ ብዙሕ ክትማሃሩላ ኢለ ተስፋ ይገብር እስኪ ናብኣ ከብለኩም ጠኒሰ ምስ በልክዎ ክልተ ሰብ ኮይኑ ተቀይሩኒ እያ ትብል ኣነ ኣብ ስዑዲ ዓረብ ሓሙሽተ ዓመት እየ ገይረ ካብኡ ድሕሪ ክልተ ምስ ሓደ ወዲ ሰብ ኣፋሊጥና ካብኡ ድሕሪ ዝውሰን ኣዋርሕ ንፍቅሪ ሓቲቱኒ ኣነ እውን ለባም ናይ ስራሕ ሰብ ስለ ዝነበረ እሺ ኢለዮ ፍቅሪ ተቀቢለዮ ካብኡ ኣነ ኣብ ስርሐይ ንሱ እውን ኣብ ስርሑ ፍቕርና ናስተማቐርና ንመጻኢ ሕይወትና እውን ናተማኻኸርና ሓደ ዓመትን ሽዱሽተ ወርሕን ንገብር ካብኡ እጃዛ ውጺ ንራኸብ ይብለኒ ኣነ እውን ዓድና እምበር ኣብዚስ ኣይወጽን ዘምጽእኒ ዕላማ ከየሳኻዕኹ ይብሎ ንሱ እውን መኣዝ ዕላማኺ ሕደግ ሐዲግኪ ምሳይ ኮፍ በሊ መኣዝ ኢለኪ ይብለኒ ፍቅረይ ህያበይ ናበለ ይጨቅጭቀኒ ደሓር ይወፅእ እሞ ድሕሪ ሓሙሽተ መዓልቲ ናብ ስርሐይ ይምለስ ንሱ እውን ናብ ስርሑ ይከይድ ብስልክና ናተደዋወልና ፅቡቅ ንፀንሕ እሞ ድሕሪ ሰለስተ ወርሒ ናነታተይ ጠጠው ይብለኒ እሞ ኣነ እውን እንታይ ኮይነ እየ ኢለ ናብ ሕክምና ይኸይድ። እሞ ናይ ሰለስተ ወርሒ ጥንሲ ኣለኪ ይብሉኒ። ኣነ እውን ዘይተፀበኹዎ ኮይኑኒ ይሓጎስ ይሓዘን ሕውስውስ ኢሉኒ ይምለስ። እሞ ታይ ከ እዩ ውላድ ህያብ ፈጣሪ እንድዩ። ኢለ ንፍቕረይ ይነግሮ ንፍቕረይ ይነግሮ እሞ ንሱ እውን ከምቲ ኣነ ዝኾንኩ ሕውስውስ ኢልዎ ምንም ኣይበለን ካብዛ ጠኒሰ እየ ዝብሎ ኣትሒዙ እናተቐያየረኒ ይኸይድ ክንዲ ኣብ ጎነይ ኮይኑ ኣጆኺ ዝብለንስ ንባዕለይ ገሪሙኒ ትፍቕረይ ህያበይ ናበለ ዝጽውዕኒ ነበረ የለን ብስሩ ቅይር ኢሉኒ ንሱ ድዩ'ከ ክሳብ ዝብል ቀሪበ'ኮ ሸሞንተ ወርሒ ገይረ ተወልኩስ ታይ ተትብለኪ ብሰላም የጋላግልኪ እምበይ ኢሉኒ ኣነ ሕማቅ ከይተዛረበኩ ስልከይ ዓጽየ ተመስገን ድሕሪ ድሕሪ ወርሒ ብሰላም ወሊደ እዝጋብሄር ይመስገን ወደይ ሸሞንተ ወርሒ ገይሩ ሒዘዮ ዓዲ ዓረብ ይሰርሕ ኣለኩ ተኣቦ ወደይ ግን ከም ምድዋል ይድውለለይ እዩ ከዚ እታ ኣቦ ወደይ ግን ከም ምድዋል ይድውለለይ እዩ ካብዛ ጠኒሰ ናሃለኩ ኣጆኪ ኣብ ጎንኪ ኣለኩ ዘይ በለንስ ከዚ ሰብ መሲሉ ኣይስሞዕን ቂምታ እኳ ኣይኣዘዝኩሉን ንባዕለይ ክጥዕመኒ ግን ጠኒሰ ኢሎዮ ፍረ ብርኩ ረኪቡ ኢለ ኢሉ ክንዲ ዝሕጎስ ታማ ተትብለኒ ምስ ታማ ትትብለልኪ ምስ በለ በለኒ ኣብ ስምዒት ኣትየ እቲ ቆልዓ እኳ ዘይሰደድኩዎ ናበልኩ ከዚ ይሕጎስ ኣሕዋተይ ካብ ኣሕዋትክን ተማሃራ ቆልዓ ሒዝና ኢና ኻማይ ዝበላ ንሰርሕ ኣብ ዓዲ ዓረብ ኣብ ስደት እጃዛ ወፅየን ውፂ እንተይሎምኽን ኣይትውፃ በይዝኻትን ተተደዋዊልክን ዋላ ሓቀኛ ፍቅሪ ተኮይኑ እስካብ መጠረሻ ይፀንሕ እዩ ዕላማይ ከሳክዕ እንተልካዮ እውን ምንም ኣይሕንክለካን እዩ ስለዚ እሕዋተይ ኣብ ዘይተደለየ ሳዓትክን ግዘክን ኣይተባክና ኣይትቀየሩ እንተኢልናዮም ካብ ሚእቲ ተስዐ ሓሙሽተ ፐርሰንት ቅያር እዮም እና ሓንቲ ሓፍትና ኣብ ዓዲ ዓረብ ቆልዓ ሒዛ ትሰርሕ ዘላ ብስልኪ ዘዕለለትኒ እያ ጠቃሚት ንደቂ ሄዋን ዝተብሃለት ምክሪ እያ እና ክቡራት ኣሕዋተይ ካብዛ ፅሕፍቲ ብዙሕ ተማሂርና ክንከውን ተስፋ ይገብር እዛ ቆልዓ ሓሙሽተ ዓመት ገይራ ኣብ ስደት ሓሙሽተ ዓመት ዋላ ግበር ኣብ ስደት እምበር ተን ክልተ ዓመት ሌላ ምስ ሓደ ወዲ ሰብ የፋልጦሞ ለይለኦም ይገብሩ ብድሕሪኡ ትጠንስ ምስ ጠነሰት ደሞ እታ ቆልዓ እንታይ እዩ ኢልዋ ጠኒሰ ምስ ወለቶ እቲ ዝነበረ ቃላት ህያበይ መዓረይ ሽኮረይ ዝብላ ዝነበረ ኩሉ ከም ዘሎ ጠፊኡ ኣይ ብሰላም የጋላግልኪ ኢሉ ስቅ እዩ ኢሉ። ብጣዕሚ ትቀይርዋ ማለት እዩ ንሳ ደሞ ጠንካራ ኣደ ኮይና ወሊዳ ውላዳ ሓቂፋ ኣብ ስደት ኮይና ቆልዓኣ ሒዛ ናሰርሐት ትርከብ ስለዚ ኣሕዋተይ እንድሕር ታይ ይልብሉ ወለድናሲ ኣይተመካዕኩዋ ተነሳኩ ይብሉ። ኣብ ስዑዲ ዓረብ ጥዕያ ተወዳት የለውን ትርፊ ገንዘብካ ዝወልዑ ትርፊ ገንዘብካ ዝወልዑ ትርፊ እታ ዝደልይዋ ወሲዶም መንጫርኪ ዝብሉ ጥዑያ ተወዳት የለውን በቃ ካብ ሽሕ ሓሙሽተ ሽዱሽተ ሰብ ተልዮም እኹላት እዮም እምበር ኣብ እጃዛ ኮፍ ኢሎም ገንዘብ ናብ ጓል ኣንስተይቲ ልቕለዉ ኣብ እጃዛ ኮፍ ኢሎም በቃ ተሓንቲ ናቐይሩ ተሓንቲ ናቐይሩ ከም ጨማ ትርፊ ዝውዕሉ ምንም ጥዑያት ተወዳት የለውን። እና ክቡራት ኣሕዋተይ ኣንሕና ለምፀና ስብኣይ ኣይኮነ የምፅኡና ላውዚ ዓዲ ስብኣይ ስኢንና ይኮን ናይብ ትግራይ ተሰዲትና ዘሰደተና ምክንያት ኣንሕና ክንቅየርን ክንቅየርን ወለድና ቀይርና ባዕልና ተቀይርና ንመፃኢ ሂወትና ብሩህ ልክንከውን ኢና ናብ ስደት መፂና ባሕሪ ፃሕሊ ሸጊርና እና ኣሕዋተይ ልቢ ንግበር ልቢ ንግበር። ንምንታይ ንምንታይ ንሳቶም እንቑሑልና ንሕና ልይንቑሕሎም ዋ ግርም ዝብለኒ ሲ ተበሊዓ ተምሃራ ሓደ ነጥቢ ክልተ ሚልዮን ተበሊዓ ተምሃራ ተሸዊዳ ተምሃራ ተበዲላ ተምሃራ ጠኒሳ ገዲፍዋ ተምሃራ እንዴ ንምንታይ ብሰብ ኢና ክንመሃር ንኽእል ኣንሕና ከ እቲ ርእስና ታይ መሊኡ ዕንጎር ድዩ መሊኡ ኣሕዋተይ ንምንታይ ንሕና ከ ብዝደለዩ ቃላት ክመፁና ይኽእሉ እዮም ንሳቶም ንኣና ንኸውርድና ንስኻትኩም ደሞ ጠንካራታት ኮይንክን ክትፀንሖኦም ኣለክን ለባማት ኮይንክን ክትፀንሖኦም ኣለክን ተባዓት ኮይንክን ክትፀንሖኦም ኣለክን እሺ የፍቅረኪ እዩ ተፍቅርዮ ኢኺ ብያንስ ንቲ ፍቅሪ ንኸይትኻስርልኪ እንተኸይድክዮ እውን ግድን እቲ መጀመርያ እቲ ልማላእ ዘበለ ከማልእልኪ ኣለዎ ከም ወለድኺ ትሕት ኢልኪ ከቢርኪ ነቢርኪ እተን እሱ እውን ከም ኣቦታቱ ናይ ግድን ከም ናይ ወለድና ከማልእልኪ ኣለዎ ተዘይማልእልኪ እንግልዕ እናሲ ክቡራት ኣሕዋተይ ብጣዕሚ ማርያም ብጣዕሚ ይገርም ኣብ ስደት ኮይነን ቆልዓ ሓዚለን ለይምሰል መስላ ኣሕዋትና እኮ ኣለዋ እየን ምስ በዓልተን ዘዕብዮ ግን ቢያንስ ንስኻትን ጎበዛት ክትኮና ኣለክን ደቂ ኣንዶሞ ብጥበብ የዕብየልኪ እናበልኩ እየ እና እዛ ሓፍትና እግዚኣብሔር ኣምላኽ ውላዳ ብጥበብ የዕብየላ ኣንሕና ኣሕዋትና ደሞ ንጎብዝ ንጠንክር ብጣዕሚ ይገርመክን እዩ ሓድሓደ ግዜስ ዘለዉ ነገራትስ የሕርቑኻሞ ብዘይ የበልካዮ ነገር ትዛረብ ማለት እዩ ዝሓሰብካዮ ነገር ንኣሕዋተይ በዝቅፅል ደሞ ብካሊእ ቪድዮ ክመፀክም እየ ሰናይ ቅንያት ይምነየልኩም ባይ ባይ።